ኩሉ ኣብ ህይወት ዘለካ ኣጠማምታ ኣብ ምልክት ሕቶ ከተእትዎ ቅሩብ ዲኻ? እቲ ዝበለጸ ዓይነት ኣመለኻኽታ፣ ህይወት ዝተሓላለኸት እያ ኢልካ ዲኻ ትሓስብ? ስራሕ፣ ዝምድናታት፣ ዓወት፣ ሓጎስ፣ ኩሉ መወዳእታ ዘይብሉ ሕልኽላኽ ሓቂ? ጌጋ፣ ህይወት ቀላል እያ። እቲ ጸገም ንሕና ቀለልቲ መልስታት ስለ ንጸልእ እዩ። ቅሩብ ኣዕሙቕ ኣቢልካ ሕሰብ። ናይ ውልቃዊ ዕቤት መጽሓፍቲ ከባቢ ሰለስተ ሚእቲ ገጻት ዝሓዙ እዮም። ኣብ መወዳእታ ከምዚ ምባል ይዓጹ፣ ውሑድ ብላዕ፣ ኣብዚሕካ ተንቀሳቐስ። ኩሎም ብዛዕባ ዝምድና ንረኽቦም ምኽርታት ብኸምዚ ዝስዕብ ይጥርነፉ፣ ተዘራረብ፣ ተገዲስካ ስማዕ። ኩሎም ናይ ዓወት ዛንታታት ይብሉ፣ ብዘይ ምቁራጽ ኣብ ገለ ትርጉም ዘለዎ ነገር ስራሕ። እዚ ግን ንዓና ደቂ ሰባት ኣዝዩ ኣሰልቻዊ እዩ። ስለዚ ኢና ኣብ ዘየለ ሕልኽላኽ ንፈጥር መዓልትና ዘቑሙ ኣርብዓን ትሽዓተን ስቴባት ንደሊ። ሚዛንና ንኽንቅንስ ብማጂክ ዝኾኑ መግብታት ዝተመልአ ዳየት። እቲ ዕዉታት ሰባት ጥራይ ዝፈልጥዎ ምስጢር ክንፈልጥ ንደሊ። እቲ ዝገርም ነገር ግን ንስኻ ነቶም ሕልኽላኻት ዝበዝሖም መፍትሕታት እንዳደለኻ እንከለኻ ሂወት እቶም ቀለልቲ መልስታታ ኣብ ገጽካያ ትድርብየልካ ዘላ እቲ ጸገም ግን ቀሊል ብዙሕ ዘይሽየጥ ምዃኑ እዩ ቀሊል ገለ ፍሉይ ነገር ከም ዝገበርካ ወይ ከም ዝኾንካ ዝስምዓካ ዓይነት ስምዒት ኣይህብን እዩ እቲ ዝዓበየ ኣቓልቦና ዝሰርቕ ነገር እቲ ዝተሓላለኸ ነገር ኣብ ምድላይ ንገብሮ ኮለላ እዩ ሂወት ኩሉ ግዜ ቀላል እያ ነይራ እቲ ንዓኣ ንምርካብ ንገብሮ ጻዕሪ ግን ኣዝዩ ዝተሓላለኸ እዩ ቀዳማይ ምዕራፍ ገለ ንሓንጎልካ ከምክኽ ዝኽእል ነገር ክትሰምዕ ቅሩብ ዲኻ? ንገለ ነገር ኣበርቲዕኻ ክትጭብጦ ኣብ ትፍትነሉ ኣብዝሕዩ ካባኻ ዝርሕቕ። ንኣብነት ድቃስ ተገዲድካ ብሓይሊ ክትድቅስ ኣይትኽእልን ኢኻ። ሓጎስ ክትሃድኖ እንተጀሚርካ ካባኻ ይሃድም እዩ። ፍቕሪ ንሰብ ከም ዘፍቅረካ ክትገብሮ ፈትን። መወዳእትኡ እንታይ ምዃኑ ኩላትና ንፈልጦ ኢና። እዚ ሎው ኦፍ ሪቨርሳል ተባሂሉ ይጽዋዕ። እንዳተበሳጨኻ ሓደ ነገር ኣብ ትደልየሉ፣ ናይ ምፍጻሙ ተኽእሎ እንዳቐሃመ'ዩ ዝኸይድ። እዚ ሓበራዊ መግለጺ'ዚ ኣብ ኩሉ ክትዕዘቦ ትኽእል ኢኻ። ብስጭት ዘለዎም ተስፋ ቆረጻት ሰባት ዕድላት'ዮም ዝነጽጉ። ዝጭነቑ ሰባት ውሽጣዊ ሰላም ይነጽጉ። እቲ ዝገርም ነገር ግን ነዚ ንፈልጦ ምዃንና'ዩ። ከምዚ'ኳ እንተኾነ መሊስና ኣበርቲዕና ክንጭብጦ ንፍትን። እቲ ክንገብሮ ዘለና ነገር ደኣ እንታይ እዩ? በቶም ንደልዮም ዘለና ነገራት ከይተኣሰርና ማለት ኣታችመንት ክንጽዕር ብዘይ ምጥርጣር ክንገብር። ዝሓሰብካዮም ነገራት ግበሮም፣ በቲ ውጽኢት ዝተተሓሓዝካ ማለት ዝተኣሰርካ ግን ክትከውን የብልካን። ህይወት ነቶም ዝግብኦም ጌሮም ሪላክስ ዝኾኑ ሰባት እያ ብልጫ ትህብ። ብጌጋ ከይትርድኦ ነቶም ሃካያት ዘይኮነት ነቶም ዝግብኦም ጌሮም ብውጽኢት ዘይባሳጨዉ ሰባት እዚ ዓቢ ፍልልይ እዩ። ካልኣይ ምዕራፍ ኣብዚሕካ ኩሉ ክትቆጻጸሮ ኣብ ትፍትነሉ ግዜ ቁጽጽርካ እንዳወሓደ ክኸይድ እዩ። ቁሩብ ሕሰብ። ኩለን ደቓይቕ ናይ መዓልትኻ ፕላን ትገብረን። ኩሉ ብዕምቆት ትሰርዖ። ውጽኢታት ኣቐዲምካ ክትሪኦም ትፍትን። ህይወት ትስሕቐካ። ዘይተጸበኻዮ እምኒ ድማ ትድርብየልካ። ወላ ኢድና ክንህብ እንተ ዘይደለና ናይ ክትቆጻጸሮ ምድላይ ዓይነት ስምዒት ኣለና'ዩ። እቲ ናይ ብሓቂ ዘጋጥም ነገር ግን እንታይ'ዩ? ምቁጽጻር ልክዕ ከም ማይ ኣብ ኢድካ ምዕማኽ'ዩ። እሕይ ኢልካ ምስ ትጭብጦ ቀልጢፉ ብኣጻብዕትኻ ይፈስስ። እቶም ናይ ጥንቲ ለባማት ሰባት ቅድሚ ክልተ ሽሕ ዓመታት እዮም ነዚ ተረዲኦም። ክትቆጻጸሮም እትኽእል ክልተ ነገራት ጥራይ እዮም ዘለዉ፣ ንጥፈታትካን ማለት ተግባራትካ ግብረ መልስኻን። ካልእ ኩሉ ክፋል ናይ ህይወት እዩ። እቲ ክትዝክሮ ዘለካ ወሳኒ ነገር እዚ ዝስዕብ እዩ። ኣብቲ ናትካ ናይ ጽልዋ ቦታ ጥራይ ኣተኩር፣ እቲ ናይ ሻቕሎት ቦታኻ ንጸጎ። ካልኦት ሰባት እንታይ ክሓስቡ ከም ዘለዎም ክትቆጻጸሮ ትኽእል ዲኻ? ኣይከኣልን እዩ። ሓሳባትካ ክትቆጻጸሮ ግን ትኽእል ኢኻ። ካልኦት ብዛዕባኻ እንታይ ይሓስቡ፣ ይብሉ፣ ክትቆጻጸሮ ትኽእል ዲኻ? ኣይከኣልን እዩ። ንኣኽብሮት ዝግብኦ፣ ኣኽብሮት ዝግብኦ፣ ዓይነት ሰብ ምዃን ግን ክትቆጻጸሮ ትኽእል ኢኻ። በጃኻ ብዛዕባ ክትቆጻጸሮም ዘይትኽእል ነገራት ምሽቓል ግደፍ፣ ትርጉም የብሉን። ውግእ ናይ ሃገራት ዘሻቐለካ እንተድኣ ኮይኑ፣ በቶም ክትቆጻጸሮም ዘይትኽእል መራሕቲ ሃገራት ምሕራቕ ገዲፍካ፣ ምስቶም ኣብ ከባቢኻ ዘለዉ ሰባት ንፍቕሪ ዘምርን ብሰላም ንበርን። ሳልሳይ ምዕራፍ እቲ ናይ ለይቲ ምስጢራዊ ዕዮ ናይ ሓንጎልካ ኣብ ናይ ድቃስ ግዜኻ ሓንጎልካ ምሉእ ናይ ጽሬት መስርሕ እዩ ዘካይድ ልክዕ ከምቲ ናይ ለይቲ ዝሰርሕ ናይ ጽሬት ሰራሕተኛ ሓንጎልና ኣብ ግዜ ድቃስ ምሉእ መዓልቲ ክእከቡ ዝወዓሉ ሰመምቲ ምራቓት ዝኣሊ ኣገባብ ከም ዘለዎ ተመራመርቲ ረኺቦም እዚ ልክዕ ከምቲ ሓንቲ ሓጻቢት ማሽን እዩ ዝሰርሕ። ስለዚ እዮም ሓሳባት ድሕሪ እኹልን ዓሚቝን ድቃስ ንጹራት ዝኾኑ። እቲ ዝገርም ብመጽናዕቲ ዝተረኽበ ሓቂ ግን እዚ ዝስዕብ እዩ፣ ሓንጎል ነቲ ናይ ጽሬት መስርሕ ቦታ ንምግዳፍ ዋህዮታት ብሓንሳብ ከም ዝጭበጡ እዩ። ሓንጎልና ሱሳ ሚእታዊት ብስብሒ ዝቖመ ኮይኑ፣ ከባቢ ሓደ ነጥቢ ኣርባዕተ ኪሎ ግራም እዩ ዝምዘን። ብምሕሳብ ጥራይ ከባቢ ዕስራ ሚእታዊት ናይ መዓልታዊ ካሎሪን ይህልኽ። ሓንጎል ደቂ ሰባት ለይቲ ጽሬት ዘድልዮ ሓደ ሱፐር ዝኾነ ሓያል ኮምፒተር እዩ። ሓንቲ ለይቲ ብዘይ ድቃስ ኣብ ሓንጎል ተረፍ ጎሓፍ ናይ ምራቓት ከም ዝተርፍ እዩ እዚ መጽናዕቲ ዝሕብር። እዚ ልክዕ ኣብ ዘይተላዕለ ጓሓፍ ዝመልአ ቤት ጽሕፈት ክትሰርሕ ምፍታን እዩ። ተመራመርቲ እዚ ናይ ለይቲ መስርሕ ኣብ ተዘክሮታት ክሳብ ፈጠራውነት ከም ዝጸሉ ይሕብሩ። እቲ መልእኽቲ ንጹር እዩ፣ ጥቕሚ ናይ ድቃስ ኣዕሚቝካ ንምርዳእ። ራብዓይ ምዕራፍ ናይ ሓጎስ መፈንጠራ። ሓጎስ እቲ እንኮ ዕላማ ኣብ ትሃድነሉ ግዜ ካባኻ ዝርሕቕ። ኩላትና ንፈልጦ ኢና፣ እቲ ፐርፌክት ኢልና ንሓስቦ ስራሕ፣ ፐርፌክት ዝኾነ ዝምድና፣ ፐርፌክት ዝኾነ ቅርጺ ኣካላት ንሃድን። እዚ እንተረኺበዮ ሕጉስ ክኸውን እየ ኢልና ንሓስብ። ሓንጎልና ግን ናይ ምልማድ ዓቕሚ ኣለዎ። ሎተሪ ተዓወት ድሕሪ ሽዱሽተ ወርሒ ኣብቲ ዝነበርካዮ ናይ ሓጎስ ደረጃ ኢኻ ትምለስ። ሓደጋ ኣንተጋጢምካ እውን ከምኡ ድሕሪ ሽዱሽተ ወርሒ ናብቲ ደረጃ ኢኻ ትምለስ። ሓጎስ ናይ ዕላማ ቦታ ኣይኮነን። ንሱ ጎኒ ጎኒ ካልኦት ነገራት ዘጋጥም ውጽኢት እዩ። ሓጎስ ኣብ ምብጻሕ ዕላማታት ዘይኮነስ፣ ምዕባለታት፣ ንቕድሚት ገጽካ ምስጓም፣ ዕቤት ኣብ ምርኣይን እዩ ዘጋጥም። እቲ ንቕድሚት ዝሰጎምካሎም ነገራት እንታይ ምዃኖም ብዘየገድስ፣ ብዋንነት ዘይኮነስ ብዝምድናታት፣ ብምውሳድ ዘይኮነስ ብምሃብ። መብዛሕትና ንሓጎስ ኣብቲ ጌጋ ዝኾነ ቦታታት ኢና ንደልዮ። እቲ መፍትሒ ንሓጎስ ዳይሬክት ምህዳን ኣቋርጽ። ኣብ ትርጉም፣ ዕቤት፣ ኣስተዋጸኦኻ ነዛ ዓለም እዚኣ ኣተኩር። ትርጉም ዝህቡ ነገራት ግበር። ሓጎስ ድማ ከይተዓደመት ባዕላ ክትመጻካ እያ። ከምቲ ዘይተጸበኻዮ ዓይነት ህያብ። ሓምሻይ ምዕራፍ ቴስዓ ሚእታዊት ናይ ውሳነታትካ ብስምዒት ኢኻ ትወስዶ። ዓሰርተ ሚእታዊት ጥራዩ ኣብ ሎጂክ ዝምርኮስ። ርትዓዊ ክፋል ናይ ሓንጎልካ ዘዋሪ ኣይኮነን። ኣብቲ ጉዕዞ ኮመንት ጥራዩ ዝህብ። ናይ ስራሕ ዘመንካ ብርትዓውነት ሓሲብካ ዝመረጽካዮ ምዃኑ ዲኻ ትኣምን? ኣይኮነን። ንዓኻ ሰሓቢ ኮይኑ ተሰሚዒካ፣ ብርትዓውነት ድማ መግለጺ ሂብካሉ። እቲ ዝወሰነ ውሽጣዊ ስምዒትካ እቲ ስምዒታዊ ክፋል ናይ ሓንጎልካዩ። ስምዒታትካ ልዕሊ ሓሳባትካ ዝበልሑዮም። እቲ ስምዒታዊ ክፋል ናይ ሓንጎልካ ብኣሽሓት ዝቝጸር ዕዝፍታት ሓበሬታታት ልዕሊ እቲ ርትዓዊ ሓንጎልካ የመስርሕ። ብዛዕባ ሓደ ነገር እንዳሓሰብካ እንከለኻ ስምዒታትካ ኣቐዲሞም ወሲኖም ኣለዉ። ንስኻ ኣይኮንካን ትውስን ዘለኻ፣ እቲ ዝተወሰነ ኢኻ ርትዓውነት ተቐውመሉ ዘለኻ። እዚ ሕማቕ ዜናዩ ማለት ኣይኮነን። ስምዒታትካ መልእኽታት ደኣዮም እምበር ትእዛዛት ኣይኮኑን። ኣብቲ ኣብ መንጎ ስምዒታትካን ተግባርን ዘሎ ቦታ ድማዩ እቲ ናይ ብሓቂ ሓይልኻ ዘሎ። እዚ ማለት ክትመርጽ ትኽእል ኢኻ፣ ተጠቀመሉ። ሻድሻይ ምዕራፍ ናይ ተዘክሮታትካ መኽዘን። ተዘክሮታትካ ስእልታት ጥራይ ኣይኮኑን፣ ንሳቶም ልክዕ ከም ናይ ዊኪፔድያ ምዕራፋት እዮም ኩሉ ክምስርሖም ዝኽእል እቲ ቀንዲ ኤዲተር ግን ንስኻ ኢኻ ኩሉ ግዜ ሓደ ነገር ኣብ ትዝክረሉ ትቕይሮ እቲ ተዘክሮታት ናይ ምዝካር ክእለት ንተዘክሮታት ከም ዝቕረጹ ይገብር ሓንጎልካ ንዘለዉ ነዃላት ብሓደሽቲ ፍልጠታት ይመልእ ኣብ ሓደሽቲ ተመክሮታት ተመርኪሱ ተዘክሮታት የመዓራርን ሓቂ ኮይኖም ዝስምዕዎ ነገራት ድማ ይፈጥር። ነቲ ናይ መጀመርታ ኣጋጣሚ ዘይኮንካ ትዝክር፣ ነቲ ናይ መወዳእታ ግዜ ንዕኡ ዝዘከርካሉ ኢኻ ትዝክር። መጽናዕትታት ደጋጊሞም ከም ዝረጋግጽዎ፣ ሰባት ኣብ ሓንጎሎም ገለ ነገር መሊእካ ኣብ ናይ ብሓቂ ህይወት ከም ዘጋጠመ ገሊጾም ክምሕሉ ክትርኢ ትኽእል ኢኻ። ሓንጎልካ ብዙሕ ሓቅታት ዘይብሉ ፊልምታት ዝሃንጽ፣ ዳይሬክተሪ ተዘክሮታት ክቕረፁ ዝኽእሉ እንተደኣ ኮይኖም እቲ ዝዓበየ ዕድል ኣብዚ እዩ ዘሎ። ተዘክሮታት ክቕረፁ ዝኽእሉ ካብ ኮኑ ዛንታኻ ከም ብሓድሽ ክትፅሕፍ ትኽእል ኢኻ። ብሓሶት ዘይኮነስ እንታይ ደኣ ኣየኖት ክፋላት ብዓውታ ክድመፁ ከም ዘለዎም ብምምራፅ። ካብዚ ንምሃሮ ተዘኩሮታትካ ዶኮመንት ኣይኮኑን ዛንታታት እዮም ንስኻ መራሕን ጸሓፋይ ናታቶም ስለ ዝኾንካ ድማ ብኣፍልጦ ከተመዓራርዮምን ክትመርሖምን ትኽእል ኢኻ። ኣየኖት ክፋላት ናይ ዛንታኻ ጸብለል ክብሉ ከም ትደልዮም ምረጽ። ሻውዓይ ምዕራፍ ሕጊ ሰማንያ ዒስራ ህይወትካ ክቐልል እንተደሊኻ ነዚ ተረዳእ። ዒስራ ሚእታዊት ካብቲ ትገብሮ ሰማንያ ሚእታዊት ውጽኢትካ የምጽእ። እቲ ካልእ ዝተረፈ ተግባራት ግን ብዙሕ ዘይጠቅም ረበሻ ጥራይ እዩ። ህይወትካ ጽቡቕ ጌርካ ተዓዝቦ። ዕስራ ሚእታዊት ካብ ምስ ሰባት ዘለካ ዝምድና፣ ሰማንያ ሚእታዊት ናትካ ሓጎስ ይፈጥር። ዕስራ ሚእታዊት ካብ ልምድታትካ፣ ሰማንያ ሚእታዊት ካብ ጸገማትካ የቑሙ። ኩላትና መብዛሕትኡ ግዜ ብብዙሕ ዘይጠቕሙ ነገራት ኢና ኣቓልቦና ንስረቕ። እዚ ቁጽሪ እዚ ኣብ ኩሉ ክፋላት ናይ ህይወት እዩ ዘሎ። ኣብ ቁጠባ፣ ዕስራ ሚእታዊት ካብ ዓማዊል፣ ሰማንያ ሚእታዊት ናይቲ መኽሰብ የቑሙ። ኣብ ኣርማድዮኻ ዕስራ ሚእታዊት ካብ ክዳውንትኻ፣ ሰማንያ ሚእታዊት ናይ ግዜኻ ትኽደኖም። እቶም ወሰንቲ ዝኾኑ ዕስራ ሚእታዊት ኣለሊኻ ኣፍልጦም። ኣብኡ ድማ ጻዕርኻ ዳብል ግበሮም። ኣየኖት ንጥፈታት እዮም ገለ ነገር ንቕድሚት ዘሰጉሙ? ኣየኖት ዝምድናታት እዮም ንዓኻ ሓይሊ ዝህቡኻ? ኣየኖት እዮም ኣገደስቲ ልምድታትካ? እቲ ብዙሕ ትርጉም ዘይብሉ ሰማንያ ሚእታዊት ምምዕርራይ ግደፍ። እቲ ሓቂ እዚ ዝስዕብ እዩ፣ መብዛሕትኡ ትገብሮ ግዜኻ ተጥፍኣሉ ነገር ብዙሕ ዘይጠቅም እዩ። እዚ ማለት ሰማንያ ሚእታዊት ኣብ ዘይጠቅም ነገራት ተጥፍኦ ጻዕርታትካ ክትዕቅቦ ትኽእል ኢኻ። እቲ ዕስራ ሚእታዊት ኣለልዮ፣ ኣተኩሮኻን ጻዕርኻን ድማ ኣብኡ ግበር።